ሰዳርታ ኣዝዩ ሰንበደ። ቅድሚኡ ከምዚ ዓይነት ኣረጊት ሰብ ርእዩ ኣይፈልጥን ነይሩ። ነቲ ምስኡ ዝኸደ ኣገልጋሊ፣ እዚ እንታይ እዩ? ክብል ሓተቶ። እቲ ኣገልጋሊ፣ እዚ ኵልና ምስ ኣረግና ንዀነ ነገር እዩ። ዕድመ እናወሰኽና ምስ ከድና ንኣርግን ንደክምን፣ በሎ። ሰዳርታ ድንግርግር በሎ። ብዛዕባ ምእራግ ሓሲቡ ኣይፈልጥን ነይሩ። ንሱ ኩሉ ግዜ ህይወት ፍጽምቲ ትመስሎ ነበረት። ኩሉ ሰብ ድማ ንዘለኣለም ሕጉስ ኮይኑ ዝነብር ይመስሎ። ጉዕዞኦም ምስ ቀጸሉ ካልእ ንሰዳርታ ዝርብሽ ነገር ረኣዩ። ኣብ ጎደና ዝደቀሰ ዝሓመመ ሰብኣይ ረኸቡ። ሰዳርታ እንታይ ኮይኑ ኢሉ ሓተተ። እቲ ኣገልጋሊ እዚ ሕማም እዩ፣ ክሳብ ክንደይ ሃብታም ወይ ወድኻ ኩን ድማ ንዝኾነ ከጥቅዕ ይኽእል በሎ። ልቢ ሰዳርታ ሓዘነት። ዓለም ከምቲ ንሱ ዝሓስባ ፍጽምቲ ከም ዘይኰነት ድማ ከስተውዕል ጀመረ። ሰባት ይኣርጉ፣ ይሓሙ፣ ይሞቱ። እቲ ንሱ ኣብቲ ቤተ መንግስቲ ዝነብሮ ናብራ ምስቲ ብደገ ዝረኣዮ ናብራ ኣወዳዲርካ ሕልሚ ኰይኑ ተሰምዖ። ጕዕዞኦም ምስ ቀጸሉ፣ ሰዳርታ ዝሞተ ሰብ ኣብ ጐደና ወዲቑ ረኣየ። ሰባት ኣብ ዙርያኡ ኰይኖም ይበኽዩን ይቝዝሙን። ሰዳርታ፣ እዚኸ እንታይ እዩ? ኢሉ ሓተተ። ኣገልጋሊኡ፣ እዚ ሞት እዩ፣ ዅሉ ፍጡር ድማ ናይ ግድን እዩ ዚመውት፣ በሎ። ሰዳርታ ኣብ ልቡ ኸቢድ ቃንዛ ተሰምዖ። ኣብቲ እዋን ድማ ዅሉ ሰብ ይኣርግ፣ ይሓምምን ይመውትን ከም ዝዀነ ተረድአ። ክሳብ ዝሃብተምካ ሃብትም ድማ ነዚ ሓቂ እዚ ኽትሰግሮ ኣይትኽእልን ኢኻ። ኣብ መወዳእታ ኣብ ትሕቲ ገረብ ብሰላም ኮፍ ኢሉ ናብ ዝነበረ መነኮስ በጽሑ። እቲ መነኮስ ገንዘብ፣ ስድራ ቤት ኰነ መንግስቲ ኣይነበሮን። ቅልል ዝበለ ጀለብያ ተኸዲኑ ምሉእ ሰላም ዓሲልዎ ነበረ። ሰዳርታ እዚ ሰብኣይ መን እዩ? ስለምንታይ እዩኸ ክሳብ ክንድዚ ሰላም ዓሲልዎ? ኢሉ ሓተተ። እዚ ቅዱስ ሰብኣይ እዩ፣ ደላዪ ሓቂ ድማ እዩ። ከምዚ ዓይነት ሰላም ዓሲልዎ ዘሎ ንኹሉ ድሌታቱ ገዲፉ ንክውንነት ህይወት ስለ ዝተቐበለ እዩ፣ በሎ እቲ ኣገልጋሊ። እዛ ህሞት ንህይወት ሰዳርታ ንዘለኣለም ቀየረቶ። ኣብዚ ድማ እዩ ሰዳርታ ንህይወቱ ምሉእ ዝቐየረ ውሳነ ዝወሰነ። ነቲ ቤተ መንግስትን ስድራ ቤቱን ገዲፉ ናብ ናይ ጋህዲ ዓለም ዝወስዶ ጉዕዝኡ ሓደ ኢሉ ክጅምር ወሰነ።